ሰላም ሰላም ኣብ መላእ ዓለም ዘለኹም ክቡራት ኣሕዋት ሰላም እግዚኣብሄር ምሳኹም ይኹን። ናይ ሎማዓንቲ ብሓንሳብ ኬልና ንሰርሖ እምበኣር ክትፈትውዎ ተስፋ እንዳገበርኩ ቅድሚ ናብኡ ባለይ ግን እቶም ሓደሽ ዘለኹም ላይክ፣ ሳብስክራይብ፣ ኮም እንዳገበርኩም ናይ ቻነል ቤተሰብ ክትኮኑ ብክብሪ ዕድመኩም። እቶም ምሳይ ዝፀናሕኹም ከዓ እዚ ኩሉ ቪድዮ ሒዘ ዝመፅእ ኣብ ጎነይ ኮይንኩም ገለ ኣዝዩ ጽቡቅ ዝኮነ ብሉጽ ዝኮነ ቪድዮታት ገለ ፍኩስ ዝበለ ቅልል ዝበለ ሒዘ ዝመጽእ ኣብ ጎነይ ኬንኩም ከም ዓቢ ነገር ጌርኩም ሳፖርት ገብሩኒ ተተባብዑኒ ካብ ልቤ ዘመስግነኩም ዘምሕዋተይ ንኩላትኩም እግዚኣብሔር ኣምላኽ ዕድመን ጥዕናን ይሃብኩም ናይ ሎም መዓንቲ ብሓንሳብ ኬና ንሰርሖ እምበኣር ኣዝያ ጽብቕቲ ኣልጫ ግዜ ዝበሃል ብፍጽም ኣይትወስድን እያ። ዝተፈላለየ ኣብዚ ናይ ጾም ውራይ ተልዩና ኮይኑ ድዩ ንባዕልና ብፍላይ ሕጂ ብርቱዕ ሙቐት እንዲና ዘለና ካብ እንታይ ዝበሃል ወሊዕኻ ዳርጋ በዓላት ትስራሕ ክትብላ ትኽእል ማለት እዩ ኣብ ፈርኖ ጌርና ጥብሲ ጥብስብስ ዝበለት ኣዝያ ፅብቕቲ ኣልጫ ክንሰርሕ ኢና ማለት እዩ ብፍላይ ከምዚ ከም ተወሳኺ ዝኾነ ውራይ ገለ ተልዩና ኮይኑ ከምዚ ሰብ ገለ ተሊና ብፍላይ ንግሆ ትጽ ኢልካ ኖርማል ኣብ ፎርኖ ሩዝን እዚኣን ሲ ቀላል እየን ክትሰርሓ ማለት እዩ ብጣዕሚ ከዓ ጽብቕቲ እያ ኣብዚ ከዓ እንታይ ገይረ ኣለኹ እንጀራ መጀመርያ እንጀራ ጣፍ ከም ትሪእዎ ዘለኹም ርግፍግፍ ዝበለ ብጣዕሚ ጽቡቕ ዝኾነ እንጀራ ብድሕሪኡ ከዓ እዚያ ኣልጫና ካልእ ተወሳኺ እውን ማለት እዩ ከምዚ ግብር ኣቢልና ግዜ ዝበሃል ዘይወስድ ኣብዚ ናይ ፆም ክጠቕመና ትኽእል እያ ሕጂ እምበኣር ንዓ ንምስራሕ ዘድልየና ኣብዚኣ እቲ ዓቐን ከከም ብዝሕና ኣብዚሕና ናይ ውራይ ንሰርሑ ተኸይና እቲ ኣስቤዛ ቀመማት ክነብዝሖ ንኽእል ኢና ማለት እዩ ዋላ ከምዚ ጌርና ኣዳሊና ቀመማት ከማን ኣብ ፍርጅ ነፅንሖ ወይ ኣብ በረድ ንገብሮ ንካሊእ ግዜ ካኣ ንጥቀመሉ ማለት እዩ። ሓደ ስራሕ ይኾነልና። ጀንጀብል፣ ጻዕዳ ሽጉርቲ፣ በርሶሜሎ ኩሉ ፍረሽ ዝኾነ እቲ ቀመማት ክንጥቀም ከለና ካኣ ከምዚ ኦርጋኒክ እንተኾይኑ ካኣ ብጣዕሚ ጽቡቕ ምክንያቱ እቲ ናሃቱ ሽታ ሃንን እዩ ብርቱዕ ዝኸውን። ኣዝማሪኖ ከኣ ከም ትርእይዎ ዘለኹም ፍረሽ ኣዝማሪኖ ከምኡ ውን ጉዕ እዚ ጉዕ ኖርማል ደሓን እዩ ከምዚ መሪር ብርቱዕ ኣይኮነን እተን መረርቲ ኣይኮናን እየን እዚ ሕጂ እቲ ኣዝማሪኖ ከምዚ ጌርና እቲ ናቱ ዕንጨቱ እል ይነብሎ እቲ ቆቆጽሉ ኣብ ግብር ነብሎ ከምዚ ጌርና ኣቀምም ኣቢልና ዝኾነ ንኣብነት ውራይ ተሊና ኮይኑ ኣቀሚምናዮ ምሽ ንሓድር ሽዑ እቲ እንታይ ዝበሃል ሕምልቲ ጌርካ ኣብ ፎርኖ ንገብሮ ማለት እዩ ኣቅምም ኣቢልና ሕውስውስ ኣቢልና ከምዚ ትርእይዎ ዘለኹም ኣብዚ ጽቡቕ ገይረ ጥሕን ኣቢለ ኣለኹ ኣብዚ መትሓዚ ሕጂ ኩሉ ኣይገብርን እየ ምክንያቱ ካልእ ዓይነት መግብታት ስለ ዝተርፍ ናብኡ ክኣትዎ ዝኽእል ከዓ ናብኡ ክገብረሉ ስለ ዝኾንኩ ከም ትርእይዎ ዘለኹም ኣብዚ ገይረ ኣለኹ ኣሕምልቲ ዝኾነ ዓይነት ክንገብር ንኽእል ኢና። ኣብዚ ጻዕዳ ሽጉርቲ ኣሎ፣ ኮሚደረ፣ በዚ ጎኒ ከዓ በብዓይነቱ መግቢ ኣሎ ማለት እዩ። ሕጂ እንታይ ዝበሃል ክንገብር ኢና? እቲ ምንታንቲ ቪድዮ ንኸይነውሓኒ ኢለ ኩሉ ሓፂበ ዘኽርተፍ ከርቲፈ ኩሉ ሬዲ ገይረዮ ዘለኹ እቱ እቱ እቱ ጥራይ ክነብሎ ኢና ማለት እዩ። ናይ ጾም መግቢ ከምዚ ግብር ኣቢልና ናይ ጾም ብጣዕሚ ንጥዕናኻ ዝበለጸ በሊዕኻዮ ኣይከብደካ ጥዕና ዘለዎ መግብታት ማለት እዩ ንኽሰርሑ ከማን ሓፂር ግዜ ግዜ ብዙሕ ኣይወስደልካን እዩ እምበኣር ናብዛ ልጫና ናይ ልጫ የለማዓንቲ መደብና ከም ትሪእዎ ዘለኹም ኣብዚ ድንሽ ኣሎ ካሮት ቢንስ ደስ ዝበለና ማለት ኣብዚ እቲ ሕምልቲ ካብዚ ዝበዝሐ ክንገብሮ ንኽእል፣ ካብዚ ዝወሓደ ክንገብሮ ንኽእል ወይ ከዓ ካልእ ዓይነት እውን ክንእቱ ንኽእል ኢና ማለት እዩ። ከምዚ ጌርና ኣቅምምማ ነብሎ። ዙኪኒ ከዓ ይገብር ኣለኹ ካብቲ ቁሩብ ካብቲ ቁሩብ እየ ዝገብር ዘለኹ ማለት እዩ። ፓብሪካ ከዓ ከምኡ ጭድድ ጭድድ ኣቢለ ሽጉርቲ እውን ብነዊሕ ዝተመተረ ከምዚኣ ክንገብር ኢና ሕጂ ኣብዚ ቀማም ቀመም ኦርጋኒክ ክንገብር ኢና በዘሊኮም ክንገብር ኢና እንደገና ከዓ ካሙን ኣብ ሕምልቲ ፅቡቅ እዩ ብጣዕሚ ከምትሪእዎ ዘለኹም ቀማት ተጠቂመ ኣለኹ ካሙን ከዓ ክንገብር ኢና ሕጂ እንደገና ከዓ ናይ ሕምልቲ እዛ ብሩዝ ንጥቀመላ ኣብ ክንዲ ጨው ቀመማት ዘለዎ ስለ ዝኾነ ጨው ኣይጥቀምኒ ኣክኒ ጨው እሱ ክገብር እንደገና ከዓ ቀማም ናይ ሕምልቲ ቀመም ስለ ዝኾነ ኣብ ሕምልቲ ኣዝዩ ፅቡቅ እዩ እዚ ክንገብር ከለና ዋላ ሕብሩ ከማን ብጫ ስለ ዘለዎ ክህሩድ ሕዋስ ስለ ዘለዎ ጽቡቅ ከኣ ከለር ከኣ ይህበልና ማለት እዩ። ካልእ ሕጂ ካብዚ ንላዕሊ ቀመም ኣይገብርን እቲ ቀንዲ ቀመም እቲ ፍረሽ ኣዳሊናዮ ዘለና ንሱ ሃነን የብለልና ጽቡቅ ገብረልና ማለት እዩ። ብፍላይ ኣብዚ ናይ ሙቐት ግዜ ዝኾነ ውራይ ተጋጢሙና ኮይኑ እዚኣ ንግሆ ተሲኢኻ ትስርሐ ምክንያቱ ትረፍዶ ጻዕዳ ነገራት ኣለጫሲ ዋላ ትኻልእ ሽዑ ሽዑ ዝበላሾ ብጣዕሚ እዩ ዘሸግረካ ማለት እዩ ዝሕግዝ እንተሊና ኮይና ብስደት እኳ ዳርጋ እንታይ ዝበሃል እንዲ ኩሉ ብስራሕ ኣዶ ቆልዓ ኩሉ እንታይ ዝበሃል ቢዚ እንድዩ ፃዕዳ ሽጉርቲ ከዓ ፍረሽ ከዓ እግዚኣብሔር ፓውደር እውን ክንጥቀም ንኽእል ኢና ፍረሽ ደዘይብልና ማለት እዩ ካብቲ ንካልእ ክሰርሑ እዳልየ ዘለኹ ንገብር ዘይቲ ከዓ ከምዚ ሕጂ ሕሳብ ኣብዚ ቁርድለይ ዘይተብዝሕ የብሎ ኣለኹ ንምንታይ ከምዚ ብዘይቲ ዝጠበስናዮ ዓይነት መቐረት ይህበልና ፅቡቕ እዩ ኮይኑ ዝጥበሰልና ማለት እዩ ካብ ዘይቲ ንላዕሊ ዘይቲ ዝበሃል ዘይብሉ ብኤድ ፍራየር ገይረ ዝጠበስኩዎ ኣልጫ እውን ብጣዕሚ ፅቡቕ ተኸኣሳ ኣሎ ናይ ውራይ ኣልጫ ክትሪእዎ ትኽእላ ኢኽን ማለት እዩ ብዘይቲ ተደልና በብናቱ ደረጃ ገርናን ብዘይቲ እውን ንጠብሶ ኢና ማለት እዩ እዚኣ ግን ብጣዕሚ ቅልል ዝበለት ድኻም ዝበሃል ዘይብላ ከምዚኣ ጌርና ሕጂ ኣብዚ ንዓኹም ንግዜ ከይብለኩም ተዘይኮይኑ ጽቡቕ ጌረ ሕውስውስውስ ከብሎ እየ እቲ ቐመማት ክባጻሕ ኣለዎ ኣብ ኩሉ ብድሕሪኡ ከምዚኣ ጌረ ሓዋዊሰያ ኣለኹ እሽግ ክነብላ ኢና ብኣለሚኖ ወይ ከዓ እቲ ፐልዮ ናይ ናይ መግቢ ብታሕቲ ኣንፅፍ ኣቢልና ኣነ እኳ ስወዲእ ኣለኹ ሕጂ ጥራይ ንኣለሚኖ ክገብር እየ ማለት እዩ ፅቡቅ ኣይኮነን እንዲዩ ግን ሓደ ሓደ ግዜ ክትውድእ ከለካ ከዓ ትጥቀመሉ ኢካ ኣብ ክሽን እየ ማለት እዩ ተደጋገም ግን ክንጥቀም የብልና ሰላም ሓፍትና ግደፍ ኢኽን ከማን ትብላኒ ሓደ ሓደ ግዜ ግን የጋጥም እዩ ትውድእ ማለት እዩ ስለዚ ከምዛ ትሪእዋ ዘለኹም ገይረ ሓዋዊሰያ ኣለኹ። እቲ ፎርኖ ረሲኑ ክፀንሕ ክኽእል ኣለዎ። ብሚእትን ሰማንያን ብክልተ ሚእቲ ክንውልዖ ንኽእል ኢና። ሕጂ ንኽበስል ከምዚ ገርና ስለ ንዕሽጎ ዘለና ልክዕ ቢስቲም ኮይኑ ቀስ ኢሉ ዝበስለልና ንዒስራን ሓሙሽተን ደቂቕ ክኸውን ምስ ነፅንሖ ወይ ሰላሳ ደቂቕ ድሕሪኡ ክነውፅኦ ኢና ፅቡቅ ኮይኑ ክባላላዕ ክበስል እዩ መሊስና ከዓ ከምዚ ትሪእዎ ኮይኑ ጨኑ ክነግረኩም ኣይክልን ይኸነን ናይዚ ኩሉ ቀመማት ቀንዲ ትፍረሽ ዝገበርናሉ ማለት እዩ ሕጂ ንሓደ ዓሰርተ ደቂቕ ዝኸውን ከዓ ከምዚ ናብ ችብሲ ዓይኑ ዓይነት ከምዚ ዕሩይ ማይ ዘለዎ ምንታን ንኸይከውን ንቕፅ ዝበለ ምንታን ኳንልና ንዓሰርተ ደቒቕ ይኾን ከኣ ከይከደና ንገብራ እምበኣር ንሎማዓንቲ ብዚከኣኽለኒ ብኻልእ ትሕዝቶ ክሳብ ዝምለሰኩም ሰላምን ጥዕናን።